ኣሚና ኣሚና ተላለይዎ ነዛ ብሓጢኣት ዝተጨማለቐት ዓለም ዳግማይ ከድሕን ዝመፀ ጸሊም ኢየሱስ ክርስቶስ እዚ ንብዙሓት ሰብ ዘገረመን ዘሕዘነን ዘስሓቐን እንትኸውን ገሊኦም ከኣ፣ እቲ መጽሓፍ ቅዱስ ኣብ መወዳእታ ዘመን ብሽመይ ብዙሓት ክመጹ እዮም፣ ብሽመይውን ከድሕኑ እዮም ኢሉ ንዝጠቐሶም ሓሰውቲ መሲሓት እናጣቐሱ ሓሳዊ እዩ እናበሉ የጽላእልእዎ። እምበኣር እዚ ሰብ መን እዩ ዝብል ጉዳይ ሓቢርና ክንርኢ ኢና፣ ምሳና ጽንሑ። እዚ ሰብ ትኽክለኛ ሽሙ መዋሊሙ የስዋ ቶንጋሪን እንትኾን ኬንያዊ ድማ እዩ። ኣብ 2009 ዓ ም መንፈስ እግዚኣብሄር ከም ዝዓሰሎን መልእኽቲ ናብ ዓለም ኩሉ ንኸባፅሕ ከም ዝኣዘዞን ነዚ ሰሚዖም ዝኣምኑን ዝንስሁን ሽሞም ክዝከሩን ዘለኣለም ህይወትን ከም ዝረኽቡን ይዛረብ። እቲ ትኽክለኛ ኢየሱስ ክርስቶስ ናብ ምድሪ መጺኡ ደሓር ከኣ ከም ዝዓረገ ኩሉ ሰብ ዝፈልጦ ሓቂ እዩ። ዋላ እኳ ልዕሊ ክልተ ሽሕ ዓመታት ተገበረ። እዚ ሰብ ግን እቲ ጎይታ ኢየሱስ ክርስቶስ ዝገበሮ ኩሉ ከማልእ ስለ ዘይከኣለ እየ ኣነ ኢየሱስ ክርስቶስ ዳግማይ ዓለም ከድሕን መጽየ ዝብለና ዘሎ። ሟሊሙ የሱዋ ቶንጋሪን ብናህቶ ጸዋውዓ ኢየሱስ ክርስቶስ እቶም ሃዋርያት ተዘይሃለዮም ታሪኽ ኢየሱስ ክርስቶስ ምሉእ ከምዘይኸውን ዝተረድኣ ይመስል። ነዚ እዩ ከኣ ብዝኸዶ ተኸተልትን ሃዋርያትን ዘጥረየ። እዞም ሃዋርያት ከኣ በዚ ኢየሱስ ክርስቶስ ዝተወሃቦም ሽም ኣሜን ኢሎም ተቐቢሎም እዮም። ኣስማቶም ከኣ ካብቲ መጽሓፍ ቅዱስ ዝተውጻእጸ እንትኸውን ንደቂ ያእቆብ ካብ ዝገልጽ ክፍሊ መጽሓፍ ቅዱስ ኮይኑ ነዚ ሮቤል፣ ነዚ ከኣ ነቢይ ስምዖን፣ ሌቪ፣ ይሁዳ፣ ዳን፣ ናፍታሌም፣ ጋዲ፣ ኣሸር፣ ይስሓቅ፣ ዛብሎን፣ ዮሴፍን ቤንጃምን ወይ ከኣ ቢንያም ኢሉ እዩ ዝሰመዮም። እዚኦም እዮም እምበኣር ብኣምላኽን በቲ ኬንያዊ ዝተሓረዩ ሃዋርያት። እዚኦም እዮም እውን እታ ቤተክርስትያን ኣብ ምምሕዳር ዝሕግዝዎ። እታ ቤተክርስትያኑ ከኣ ናይ ባዕላ ትርር ዝበለ ሕግታት ኣለውዋ። ቅድሚ ናብታ ቤተክርስትያን ምእታውካ ናብዛ ትርእይዋ ዘለኹም ዘይተመለእት ቤት ጫማኹም ኣውጺኹም ትኣትዉ። ምስ ጫማኻ ምእታው ኣብዚ እምነት ይቕረ ዘይበሃል ሓጢኣት እዩ። ኣብዛ ገዛ እዚኣ ምስ ኣተኻ ዘለካ ሓጢኣት ኩሉ ትናዘዝ። ቀጺልካ ከኣ ኣብዛ ቦታ ነብስኻ ብማይ ትሕጸብ። ብድሕሪ እዚ እዩ ናብቲ ጸሊም ኬንያዊ ኢየሱስ ክርስቶስ ዘምህረሉ ቤተክርስትያን ክትኣቱ ዝፍቀደካ። ኣብ 217 ናፍታሊም እትበሃል ኣባል ናይቲ ጸሊም ክርስቶስ ካብ ኣምላኽ ካብ ሩዋንዳ ዝመጹ ኣጋይሽ ከም ዘለዉ መልእኽቲ ትቕበል ከም ዝበለቶ ኸኣ ዝመጹ ኣጋይሽ ምስ ረኣየ ናይ ብሓቂ ኢየሱስ ክርስቶስ ኣብ ማእኸሎም ከም ዘሎ መረጋገጺ ከም ዝረኸበትን ብኸምዚ መልክዕ ከኣ ሓጎሳ ትገልጽ። ሰባት እዚ ኬንያዊ ኢየሱስ ክርስቶስ እየ ኢሉ ክዛረብ ክሰምዑ ከለዉ ኣብ ገጾም ዘርእይዎ ናይ ምግራምን ሕርቃንን ምልክታት ንኽሓብእዎ የጸግመሎም እዩ። ንሱ ግን እዚ ስምዒት ካብቶም ናይቶም ሰባት ምድንዳን ልብን መጽሓፋት ኣንቢብካ ካብ ዘይምርዳእ ስንፍናን ዝብገስ ምዃኑ ይገልጽ። መጽሓፍ ቅዱስ ዝብሎ እንተ ዝፈልጡ ነይሮም ጥርጣረኦም ብሓንሳዕ ክሃፍፍ ነይሩ እዩ ኢሉ እዩ ብስምዒት ዝዛረብ። ናቱ ተጻራርቲ ግን እዚ ተመሪዑ ሓዳር ዳገበረ ዝነብር ሰብ ከመይ ገይሩ ኢየሱስ ክርስቶስ እየ እናበለ ክዛረብ ይደፍር እናበሉ ይነቕፍዎ። ኮይኑ ግና ንሱ ሓጺር መልሲ እዩ ዝህብ። ኣብ ራእይ ዮሃንስ ምዕራፍ ዕስራን ሓደን ቁጽሪ ትሽዓተ ካብቶም በተን ዳሕረዎት መዓት ዝመልኣ ሸውዓተ ጽዋዕ ዝሓዙ ሸውዓተ መላእኽቲ ከኣ ሓደ መጸ እሞ፣ ነታ መርዓት ሰበይቲ እቲ ገንሸል ከርእየካስ ንዓ እናበለ ተዛረበኒ ኣብ ዝብል ብዛዕባ እታ ሓዳሽ ኢየሩሳሌምን ሸውዓተ መላእኽትን ዝገልጽ ገጽ ንሱ ኣብታ ናይ መወዳእታ ሓረግ እታ ጽሕፍቲ የስምረላ ናይቲ ገንሸል መርዓት ኣብ ዝብል

ኣብ ዓለም ካብ ዘለዋ ኣዋልድ ንላዕሊ ብተግባራ እንተይኮነስ ብምሕረቱ ዝተባረኸት ከም ዝኾነት ትገልጽ። ብተወሳኺ እውን ናይቲ ኣብ መጽሓፍ ቅዱስ ዝተገለጸ ነብዪ ቢንያም መንፈስ ከም ዝሓደራ እውን ትገልጽ። ከምኡ እውን ካብቶም ካብ መፈለምታ ጀሚሮም ኣብ ጎኑ ኮይኖም ዝተሓባበርዎ ሰባት እውን እታ ሓንቲ እያ። ሓደ መዓልቲ ድምጺ ኣምላኽ ተዳህዩ ንወደይ ርኸብዮ ከም ዝበላን ንሳ ድማ ገጻን እግራን ሓጺባ መንገዲ ቀጺላ ናብቲ ኣብቲ ከባቢ ዝነበረ ዓብዪ ከውሒ ከም ዝተሰቐለትን ነቲ ከውሒ ምስ ሓዘቶ ድማ ኣካላታ ከም ዘብለጭለጨን ትዛረብ። ሰብኣያ እቲ ጸሊም ኢየሱስ ክርስቶስ ምዃንን ከምቲ ኣብ መጽሓፍ ቅዱስ ዝተጻሕፈ ኣብ ሰማይ ቦታ ከም ዘዳለዎን ዝተረፎ ስርሑ ሰሪሑ ከም ዝወስዳን ከም ትኣምን ተቢዓ ትዛረብ። ልዕሊ ሓደ ሚልዮን ዝኾኑ ኣመንቲ ኣብ ዝተኣከብሉ ቤተ መቕደስ

እቲ ሓቀኛ ኢየሱስ ክርስቶስ ዕለተ ዓርቢ ተሰቒሉ ሰንበት ከም ዝተንሰኤ ኢና ንኣምን። እዚ ሰብ እዚ ኢየሱስ ክርስቶስ እየ ካብ በለ ዕለተ ዓርቢ ቀሪባ ኣላ እሞ ይስቀል ዶ ይኸውን? ግምትኩም እስኪ ኣብ ኮመንት ጸሓፉለይ። እቲ ጉዳይ ከኣ ሓቢርና ክንከታተሎ ኢና። ንሎሚ ዝነበረና ጻንሒት ነዚ ክትከታተልዎ ዝጸናሕኩም ይመስል ነይሩ። ቻነልና ሰብስክራይብ ላይክ ግበሩ ኣብ ቀጻሊ ክሳብ ንራኸብ ሰሰናዩ ተመኔ ቻው ቻው